ኣፍቃሪኺ ትኣምንዮ ዶ ኢሉኒ እወ ይኣምኖዮ ኢለ ዘረባይ ከይወዳእኹ ቪድዮ ይልእኸለይ እሞ እዚ ዝለኣኸለይ ቪድዮ ድማ ኣፍቃርየይ ምስ ሓንቲ ጓል እናተሰዓዓመ ስለ ዝነበረ ልበይ ድኽም ኢሉኒ ሰላምታ ኣይረሳዕኹን ፍትዋት ተኸታተልተይ እንኳዕ ብሰላም መጻኹም ንሎማዓልቲ ሒዘልኩም ዝመጻኹ መደብ መደብ እንታይ ትምኽሮ ንዝብል ሓንቲ ሓፍተይ ዝጸሓፈትለይ ዛንታ እየ ሒዘልኩ መጽኤ ከምቲ ኩሉ ግዜ ናይዚ ሓፍቲ ዛንታ ኣንብየ ምስ ወዳእኹ ሓሳበይ ክካፍላ እየ ንስኻትኩም እውን ዛንታ ሓፍትና ሰሚዕኹም ምስ ወዳእኹም ሓሳብኩምን ምኽርኹምን ኣብ ኮሜንት ንክተስፍሩላ ኣቐዲመ ብትሕትና ክላበወኩም ይፈቱ። ናብዛ ናይ ዝሓፍትና ዛንታ ከብለኩም ሰናይ ምክትታል። እዛ ናይ ዝሓፍትና ዛንታ ከምዚ እያ ትብል፣ ሰላም ኣቢየ፣ እምበኣር ምኽሪ ደልየ ዝሓፍተይ። ኣነ ኣብ ስደት ዝተፋለጥክዎ ወዲ ዓደይ እዩ ነይሩ፣ ማለተይ ኣብ ሓደ ጣብያ እዩ ዓድና። ኣብ ስደት ደሞ ሸውዓተ ዓመት ገይረ፣ ካብኡ ዓሞይ ዓዲ ንኣ ሒዛትነ ትኸድሞ ዓዲ ዓባይ ሓፍታ ንሓሞይ ንዓሞይ እያ ትሰርሕ ነይራ እዛ ሓፍቱ ብሓደ ክልተ ሰሙን ንቐመጽሞ ካብዛ ኣፋ ሕማቕ ኣይትወጻን ወለላይ ሓደ ነገር ክብለክስ ፍቓደኛ ዲኺ ትብለኒ እሺ ቀጽሊ ይብላ እሞ ኣነስ ካብ ቀደመት ሒዝኪ ደስ ይኸትብልኒ ግን በቃ ከዚ ማራ እናፈተኹ ክመጽየ እና ሰበይት ሓወይ እንተትኾኒ ተመንየክሞ ከፋልጠኪ ኢላ ፎትኡ ተርእየን ዕድምኡ ኮነ ስርሑ ትነግረኒ ምሳኺ ዝኸድ ሰብ እዩ እውን ትብለኒ ካብኡ እሺ ኣፋልጥና ደሓር ከም ስእነትና ተተስማዕሚዕና ንቕፅል እንተዘይኮይኑ ነቋርፆ ይብላ እሺላ ተላለየና ከባቢ ሽዱሽተ ወርሒ ብልተደዋወልና ንፍቕሪ ሓተኒ እሞ እሺ ይብሎ ግን ኣብዚ ዓዲ ከም ዘይንራኸብ ይነግሮ፣ እሺ ይብለኒ። ብድሕሪኡ ሽዱሽተ ወርሒ ምስ ገበርና፣ ማለተይ ጠቕላላ ዓመት፣ በገዛ ክውድኣልኪ ይብለኒ እሞ፣ ኣይ ንቐኒ ይብሎ። እንታይ ኮይንኪ? ኣይተፍቅርንን ዲኺ? ወለድና ምእንቲ ክሕጎሱስ ብገዛ ንወድእ ምስ በለኒ፣ እሺ ይብሎ እሞ፣ ንገዛና ሽማግለ ምስ ለኣኸ፣ ኣቦይ ደዊሉ ይጥይቐኒ። ኣነ ድማ ሓደ ዓመት ከም ዝገበርናን ኣብዚ ከም ዘይንጋነን ይነግሮ። እሺ ወለድኳ ንፋለጥ ደኣ ኾናይ ጥዑያት ሰባት ዓዲ ዓበይቲ እዮም መዋስብትና እዮም ናቆልዑ ኣንደበት ጠይቕና መልሲ ንህቦም ይብለኒ ድሕሪ ክልተ ሰሙን ገዛ ደዊሎም በቃ ቆልዑ እለ ጠይቕናሲ ጥዑይ ቆልዓ እዩ ኢሎምኒ ብገዛ ንውድእ ኣነ ሽዑ ሰለስተ ዓመት እየ ገይረ ነይረ ኣብዚ ዓዲ ድሕሪ ብገዛ ምውዳእና ቦታ ክገዝእ ኢለስ ገንዘብ ኣለቅሐኒ ኢለዮስ ኣነለ ክገዝእ ኢለ ሰለስተ ሽሕ ርያል ጎዲልና ነዋ ናይ ክልቴና ኣጋጪና ብሓደ ንግዛእ ምስ በለኒ ኣነለ ካብኡ ንላዕሊ እዩ ቀሪኒ ነይሩ ናብ ወለደይ ደዊለ ብናይ ክልቴና ቅርሽስ ኣብ ሓደ ቦታ ክንገዝእ ብሓደ ኮይንና ንሰርሖ ምስ በልክዎም ናበይ ክትከዲ እዩ ቀስ ኢልኪ ዘይትሰርሒ ትዕበትናስ ናይ በይንኻ ዝመስልዎ ነገር የለን ዓዲ ምስ ኣተኹም ኣብ መርዓኹም ኢኹም ዋሕስ ትቆፅሩ እዚ ናይኪ ንኽልቴኹም ናዩለ ንኽልቴኹም ክኾን እዩ ኢሎም ኣብዮምኒ ነቲ ኣፍቃርየይ ምስ ነገርክዎ ድማ ጸገም የብሉን ብሽም ክልቴና ብናይ ክልቴና ቅርሺ ኢለ እምበር ወለድና እንድሕር ዘየሐጉሶም ይቕረ ይብለኒ እሺ ኢለ ተስማዕሚዕና ኣብ ሽዱሽተ ዓመተይ ሸውዓተ ቁርፋይ ሰሪሐ ግበይ ዓጽየ ወዲየ እሱለ ናይ ስራሕ ሰብ እዩ ካብ ናየይ ሰለስተ ዕጽፊ ሰሪሑ ኣብዚ ኣርባዕተ ዓመት ውሽጢ ብጣዕሚ ጽቡቕ ኔርና ካብኡ እዛ ናዩ ስራሕ ተቋርጽ እሞ ኣብ ድሕሪት እዩ ነይሩስ ልራጎ ክኸድ እየ ኢሉ ንስ ደንጊጸ ዓመት እዚኣ ሰሪሕና እኮ ዓድና ከንኣቲ ኢና ስለዚ ኣብዚ ዘለኻዮ ስራሕ ኣልሽ እምበር ንራጎ ከይትኸድ ኢለዮ ክሰምዐኒ ኣይከኣለን ንራጎ ብሰላም ኣትየ ኢሉ ደዊሉለይ ደስ ኢሉኒ ብጣዕሚ ተሓጒሰ ምድውዋልና ንቕጽል ድሕሪ ክልተ ወርሒ ሓደ ብባሕረኛ እዩ ዝደዋወሎ ወዲ ደዊሉለይ ስደንጊጸ ሰጋእ መጋእ እናበልኩ የልዕሎ'ሞ ድሕሪ ሰላምታ፣ ሰብኣይክስ ትኣምንዮ'ዶ? ኢሉንስ፣ እወ ኢለዮ። ብኸመይ? ኢሉኒ። በቃ ይኣምኖ እየ፣ የፍቅሮ'ውን እየ። ደሞ ካብ ንፋለጥ ሕማቕ ሰሚዐሉ ኣይፈልጥን። ኢለ ወግዐይ ከይወዳእኹ፣ ልኢኸልኪ እኒኤኹ ርኣይዮ ኢሉኒ። እንተረኣኹስ፣ እዚ ኣፍቃሪየይ ምስ ጓል ተሓቋቒፉ እናተሰዓዓመ። ኣነ ብድንጋጽ ልበይ ድኽም ኢሉኒ፣ ልሕዞይ ልጭብጦይ ጠፊኡኒ። ልዚ ወዲ ዓጽየ እዚ ቪድዮ ኣውሪደ ሴቭ ገይረ ብኽያት ናብ ብኽያተይ ኣትኹ ብልተረጋጋዕኹ ኣፍቃሪየይ ደዊሉለይ ኣልዒለ ሕቶ ክሓተካስ ከይሓሸኻ ሓቂ መልሰለይ ኢለ ዓርኪ ሒዝካ ዲኻ ኢለ ሓቲተዮስ ንስኺ ናበይ ምስ ከድክኒ እዩ ኣነ ዓርኪ ዝሕዝ ኢሉኒ ኣነ ዶ ምሳኻ እኒኤኹ እየ ኣብዚ ዘለኻዮ ባ ኢለዮስ ብፍጽም ኢሉ ኣይኣምንን ምስ በለኒ እዚ ሴብ ዝገበርክዎ ቪድዮ ልኢኸ ርእይዎ ደንጊጹ፣ መን ልኢኺልኪ? ኢሉኒ። ያኢ ክጸውየካ ተራእይካ ኢለዮስ ቅንብር እዩ ምስ በለኒ፣ ኣነ ግን ልበይ ተጎህዲኡ፣ ክንድቲ ዘፍቅሮ ጸሊኤዮ። እምነተይ በኒኑ። ስልኪ ንሓደ ወርሒ ብኹሉ ብሎክ ዓጽየዮ ነይረ። ስልኪ ልዕሊ ዓሰርተ እናቐየረ ብዘስካሕኸሐኒ ብሎክ ፈቲሐ፣ ካባይ እንታይ ኢኻ ትደሊ? ኢለ በቃ ንፈላለ፣ ንወለድኻ ተፈላሊና በሎም፣ ንወለደይ ክነግሮም እየ። ኢለ ምስ ተናገርክዎስ ክጽለል ደልዩ እዚ ነገር ኣሚንሉ ይቅርታ ሓቲቱ ስምዕኒ ፍቕረይ ኣነ እኮ ሰብ እየ ሰብ ምዃነይ ከይተርፍ ክንድቲ ጽቡቕ ዘለኒ ሕማቕ እውን ኣለኒ ደሞ ሓደራኺ ኣብ ክልተና ይቕረ ብፍላይ ወለዲ ከይሰምዑ ካብኡለ እዛ ጓል የላይ ንውሽጢ ኣትያ እያ ኢሉኒ ካምበዋዛ ኢለ ንሰብ ጠይቐ ግን ብስራሕ ምኽንያት እያ ቦታ ቀይራ እምበር ንውሽጢ ኣይኣተየትን ለለ መሊሰ ተጎዲኤ የዕኒ ካልኣይ ግዜ እዩ ሓሽይኒ እና ሕመቀ ኣለኹ ኣቢየይ ምስ ተኸታተልትኺ ምኽሪ ኣካፍልኒ ይቅርታ ግን ጽሑፍ ኣብዚሐልኪ ዝብል እዩ ዛንታኣ ካብ ዛንታ ብጣዕሚ ዘድነቕክዎ ነገር ሓደ ንዓኣ ካልኣይ ንወለዳ ንዓኣ ዘድነቕኩሉ ምኽንያተይ ዋላ ብዓዲ ይወድኡ ዋላ ብዙሕ ዓመታት ብፍቕሪ ይጽንሑ ዋላ ትእመኖ ተፍቅሮ ወዲ ዓዳ እዩ ከም ዝሰማዕኹምዎ ወለዳን ወለዱን ይፋለጡ እዮም ብሓፈሻ ኩሉ ነገር ከም ውዱእ ጌራ ብዓዲ ስለ ዝወደእላ ዓመታት ስለ ዝገበሩ ጥራሕ ምስኡ ከይተራኸበት ኣብ ዕላምኣ ጸኒዓ ኣብ ስራሓ ጸኒዓ ኣብዚ ሕጂ በጺሓቶ ዘላ ደረጃ ምብጻሓ ብጣዕሚ ኣድኒቐያ ካብ ስደት ብጣዕሚ ካብ ዘድንቐን ደቂ ኣንስትዮ ኣነ ኣብ ዕላምኣ ኣዋርሕ ይደዋወሉ ዓመታት ይደዋወሉ ዓሰርተ ዓመት ልዕሊኡ ተደዋዊሎም ብዓዲ ወዲኡላ መተዓቢታ ኮይኑ ኩሉ ነገሩ ትፈልጦ ይኹን ዘይትፈልጦ ኮይኑሲ ካብ ስርሐን ዘይወጻ ደቂ ኣንስትዮ ኣለዋ። ብፍጽም እታ ሒዘንኣ ዘለዋ መስመር ናይ ዕላማ ካብኣ ዘይወጻ ኩሉ ዝኽፈል መስዋእቲ እናኸፈላ ዝጀመርኡ ነገር ዘሳኽዓ ደቂ ኣንስትዮ ብጣዕሚ እየ ዘድንቐን ኣብ ስደት። ንዚኣ ድማ ብጣዕሚ ካብ ዝተሓጎስኩላ ነገር ንሱ እዩ ማለት እዩ። ካልኣይ ናይ ወለዳ ብጣዕሚ ዝተሓጎስኩሉ ማለት ዘድነቕክዎ ነገር ከዓሲ ከምዚ ዝሰማዕኹምዎ ከምዚ ክዛረቡ ዝጸናሕኹ እውን ወለዱ መዋስብትና እዮም ዓበይቲ እዮም ኢሎም ኣሚኖምዎም ኣስዮም ከለዉ ናይቲ ቆልዓ ባህርያት ሰሚዖም ከለዉ ንሳ ብሽም ክልቴናይ ገዛእ ክትብሎም ከላ መጀመርያ ብሽምኪ ኢኺ ንገዝአልኪ ብሽምኪ ክተስርሒ ብድሕሪኡ መጺኹም ንሱ ዝሓዞ እውን ብሽም ክልቴኹም ንስኺ ዝሓዝክዮ እውን ብሽም ክልቴኹም ተፈራሪምኩም ውዕሎ ኣሲርኩም ኣብ መርዓኹም ኢኹም ብሽም ክልቴኹም ትገብርዎ ክስካብ እሽዑ ግን ናይ በይንኺ ይኹን ብምባሎም እዞም ወለዳ ማዕረ ክንደይ እዮም ጠንካራታትን ጥንቁቓትን ብጣዕሚ ኣድኒቐዮም ማለት እዩ። ንሳ እውን ናይ ወለዳ ሰሚዓ ምቕጻላ ብዙሓት ኣለዋ ኣይኸውንን ኢለን ምስ ወለደን ዝካትዓ ንዕኡ ንኸይቐይማ ንዕኡ ኣይኸውንን ኢሎምን ኢለን ንኸይዛረቡ ንሱ ንኸይሓርቕ ኢለን ምስ ወለደን ዝከራኸራ ወይ ከዓ ንዕኦም ከይተዛረባ ምስኡ ጥራሕ ተማሂረን ዝውድኣ ማለት እዩ። ኣብዚ ሕጂ ሰዓት ብሽም ክልቲኦም ተዝኸውን ነይሩ ምስ ዘጋጢምዋ ዘሎ ከጋጥም ዝኽእል ነገር ኣብ መንጎ ክልተ ወለዲ ዝተሓወስዎ ብሽም ወለዱን ወለዳን ዝተገበረ ነገር ተዝኸውን እንታይ መጋጠሞም ነይሩ ናብ ከመይ ዝበለ ወጥሪ ምኣተዉ ነይሮም ንሳን ወለዳን ንሱን ኣብ ግምት ኣእትዎ። ስለዚ ከማኽረኪ ዝደሊ ክብርቲ ሓፍተይ እዚ ወዲሲ ምስዚ ዘለዎ ምስዚ ጽሒፍክዮ ዘለኺ ባህርያት ተጋግየ እየ ኢሉ ባዕሉ ቪድዮ ከይረኣኺ ካብ ሰብ ከይሰማዕኺ ኣሽዑ ደዊሉ ጌግኡ ተዝዛረበኪ ነይሩ ከምዝተጋገየ ይቕረ ተዝሓተኪ ነይሩ ኣነ ከም ኣነስ ይቕረ ግበርሉ ምበልኩኺ ነይረ ሕጂ ግን ቪድዮ ተላኢኹኪ ከሎ ኪሒዱኪ እንደገና ኸዓ ቅንብር እዩ ኢልኪ ንኻልኣይን ሳልሳይ እዩ ዘ ዝኽሕደኪ እንድሕር ደኣ ኮይኑ ንሳ ናብ ስዑዲ ከይኣተወት ከላ ናብ ስዑዲ እየ ኣትያ ኢሉ ዝሕስወኪ እንድሕር ደኣ ኮይኑ ሃሊኹ ንራጎ ክኸይድ እየ ኢሉ ራጎ ብምኻዱ ንባዕሉ ብጣዕሚ ዘስግእ እዩ ንሎሚን ሰለስተን ኣርባዕተ ግዜ እንድሕር ሓሲኪ ሓደ እዛ ጓል እውን ከምኡ ከምዚ ንዓኺ ዝሕስወኪ ዘሎ ሓስዩ ይቐርባ ይኸውን ስለዚ ንኸልቴኸን እናሓሰየ ንኸልቴኸን እናታለለ ክቐርበክን ይኽእል እዩ ከምዚ ሎሚ ተደጋጋሚ ሓስይኪ ዘሎ ንፅባሕ እውን ተደጋጋሚ እናሓሰወኪ ንኸይነብር ብጣዕሚ የስግእ እዩ ስለዚ ሕጂ እውን ኣብ ስራሕ ክቐፅሊ ኣብ ዕላማ ክቐፅሊ ግን ኣነ ወይ ምሳኺ ይንበር ወይ ምስኣ ይንበር እምበር እናሓሰወክን እናታለለክን ንኽነብርሲ ክትፈቕዲ ኣይብልኽን ተጠንቅቒ ምዛ ዘለኽያ ጥንካረኺ ፅንዓትኪ ድኣ ቀፅሊ እምበር ሕጂ እውን ስለ ደጋጊሙ ስለ ዝደወለልኪ ቦታ ቀይራያ ስለ ዝበለኪ ቦታ ትቐይር ኣይትቐይር ምስኡ ትሃሉ ስዑዲ ትእቶ ንሱ ጌግኡ ኣሚኑ ከምዚ ንስኺ ከለኽኒ ካልእ ጓል ንምንታይ ክሕዝ ኢሉ ዝኽሕደኪ ዘሎ ከምኡ ዓይነት ተግባር እዩ እናተግበረ ክነብር ዘለዎ እምበር ናብ ክልተ ክኸውን ንዓኽን ንዓኣን እናታለለ ንኽነብር ኣይትፍቀዲ ተጠንቀቕሉ ምስዚ ዘለኽዮ ዕላማኸይ ቀጽሊ እየ ዝብለኪ ኣነ ክብርቲ ሓፍተይ ንሎማዓልቲ ዝነበረትና ጻንሒት እዚኣ እያ ትመስል ኣብ ቀጻሊ ቪድዮ ክስካዕ ንራኸብ ሰስናይ ንዓኹም ባይ ባይ